ንሰልጠነ ተፈታዊ ቶክ ሾው ትማሊ ከመይ ገይሮም ከም ዝተቐበልዎ ኣብ ዩቱብ ጽቡቕ ጌርና ኣቕሪብናዮ ኢና። ሎሚ ድማ ሰልጠነ ምስ ደቁ ተራኺቡ ኣሎ። እዘን ቆልዑ ብሰንኪ'ቲ ኣብ ትግራይ ዝነበረ ኲናት ዝተጎድኣ ብዙሕ ነገር ዝኸሰራ ክኾን እንከሎ እቲ ዘሕዝን ናተን ህይወት ኣብ ዩቱብ ምስ ተዘርግሐ ሰልጠነ ነቲ ናተን ኢንተርቪው ሪኡ ኣቦ ክኾነን ምዃኑ ኩሉ ግዜ ክሕግዘን ከም ዝኾነ ኣብቲ ሽዑ ግዜ ቃል ኣትዩ ነይሩ። ስልጠና ማለት ንዓይ ክሞት ኣብ ዝቐረብኩሉ ሰዓትስ ካልኣይ ህይወት ዝሃበኒ እዩ። ኣብቲ ሰዓት ንሱሲ ካብ ሓፍተይ እንዳጠመየት ስቕ ኢለ ዝሪኣስ ክመውት ዝሓሰብኩሉ ግዜታት ነይሩ እዩ። ግን ከኣ ሰልጠነ ኣብቲ ሰዓት ንሱ ኣየበለናን። ከምቶም ካልኦቶም ሓንቲ መዓልቲ ሓግዙ ይገደፈናን ወርሒ ወርሒ ክሕግዘክን ኢልና ኣቦ ክኾነክን ኢልና ነንደቀይ ኢሉ ጸዊዕና ኣቦ ዘድልየና ሰዓት ኣቦ ኮይንና። ዝጨነቐና ነገር ከም ነማኽሮ ገይሩና እንድዒ ናይ ሰልጠነ ውዕለታ ከመይ ከም ንምልሶ ኣይፈልጥን እንሆ እምበኣር ሰልጠነ ቃሉ ኣይዓጽፍን እቲ ምሕጋዝ ቀጺልዎ ኣቦ ኼንካ ምንባር ቀጺልዎ ሕጂ ኣብ ትግራይ ኣብ ዝገብሮ ዘሎ ምብጻሕ ድማ ምስእን ሎሚ ከም ዝተራኸበ ከምቲ ትርእይዎ ዘለኹም ብስእሊ ርኢናዮ ኤርትራ ኮነ ትግራይ ካብ ነንሓድሕዱ ምፍኽኻር ካብ ነንሓድሕዱ ብፖለቲካን ገለን ምክስሳር ከምዚ ዓይነት መኽሰባት ከምዚ ዓይነት ሕውነት ከምዚ ዓይነት ፍቕሪ ክድልድል ክትርእዮ እንከለኻ ብጣዕሚ ደስ ዝብለካን ዘሕጉሰካን እዩ ብጣዕሚ ደስ ኢልኒ ኣየሳእነና የቐንየለይ። ብዙሕ ንብረት ሒዙልክን ዝመጽእ ወዲ ተባዕታይ እንተሃልዩ ስጋኽን ዝደለየ እምበር ፍቕርኽን ዝደሊ ኣይኮነን። ጊፍቲ ዘብዝሕ እንተኾይኑ ኣይተጠራጠራ ካባኽን ዝደልዮ ነገር ኣሎ ማለት እዩ። ብዙሕ ምኽሪ ዝመክር ተኾይኑ ግን ህይወትኩም ክቕይረኩም ዝደሊ እዩ። ኣንዳ ዓዲ እያ ክነግረኩም ዝደሊ ሓደ ወዲ ተባዕታይ ስቑኢሉ ገንዘቡ እንድሕር ንጓል ኣንስተይቲ ምሃብ ጀሚሯ ካብኣ ዝደልየ ነገር ኣለዎ ማለት እዩ ከይተፀገመት ድሓግዘን ዘይበለጥ እንድሕር ዘይኮይኑ ግን እንታይ ኣሎ ዝኾነ ክትደልየ ከለኺ ነፃ ኮንካ ዕል እንተኢልዋ ግን ንሳ ከይተሰከፈት ከምኡ ትብላ እያ ድሓር ድማ ልውህና ናይ ደቂ ኣንስትዮ መንፈስ ፃወተልክ እንታይ እንድሕር ተባሂሉ እዚ ኩሉ ሰናይ ገይርለይ ከሎስ ንከምዚኣ ድካ ኣብየ ወይለከ ክትራስሓ ድሞ ከምኡ ገይርልክን ሰናይ ትገብሮ ኣነ ንሚካል ወይ ንኣርያም ሰናይ ዝገብረላ ንመትከላዊት ሓፍተይ ከዓ ሓፍቲ ኤፍሬም ተባሂላ ክግበረላ ኢለ እምበር ካብኣ ዝደልዮ ነገር ኣይኮነን
በጃኸ ንኣክን ኣዋልድ ወላሂ ልኣዚም ኣነ ብኸምዚ ዝብለክን ዘለኹ ምስ ሰብ ከይፈለጥክን ኣይትውለዳ ኣይትምሃራ ሰሓ ጥርጢቕናኒ በጃኸን ወላሂ ልኣዚም

እስኹም ከ ኣሕዋት ሓጉዙና ኣይትደንቁሩ ኣይትበድሉና ስማም
ይዳ ሰይጣን መሲሉ እረኣየክ ኣለኹ ደ ሰይጣን እንታይ ስራሕ ስኢኑ እዩ ንዓኻ ክምስል ዓባይ ሰብ ጉዳያት ከሕምጠክ ኣሎ ከተፅረየለይ ዝቆፀረካ የለን ምስ ሞባይለይ ምስ ሞባይለይ ሕሉፍ ፍቕሪ ነይርኒ ሰብ ከፍቅረካ ስለ ዘይክእል ዲኻ ፍቕርኻ ሞባይል ጌርካዮ ውዛ ዶና ክትል ሃፍተይ ሽያዶ ጸጊብካ ሓቂ እንታይ ብሊዕኻኒ ኣይስክሬም ምስ ጓዓይ ዘልክ ኣለኹ ምስ ፈርማኻ ዝኸይድ ኣመጋግባ ኢኻ ጸቂኻ ኣሎ ኣቲ ጓልታ ዶቢ እግራ ስመ ማርሻ ቤዲ ንስኻ ጥዕና ዘለካ ይትመስልኒ

ንስኺ ግን ፀሓይ ካብ ገፆም
ሰሚዕኽምሽ እዚ ፕሮስማሜንቴ እቲ ቀንዲ ፊልም ኣብ ቀረባ ግዜ ክርእየኪ እዩ። ጓል እዛ ንሒስ
ፍቅር ኣልጠበቕ ሰብ እኮ ስለ ዝሰሓቐ ጥራሕ ሕጉስ እዩ ማለት ኣይኮነን። ወዲ ሰብ ሰለስተ ዓይነት ማንነት ኣለዎ ኢለ እየ ዝኣምን። እቲ ቀዳማይ ኩሉ ሰብ ዝፈልጦ እዩ። እቲ ካልኣይ ከኣ የዕሩኽቱን ቤተሰቡን ጥራሕ ዝፈልጥዎ እዩ። እቲ ሳልሳይ ግን ካብ ኣምላኹን ንሱን ወጻኢ ወልሓደ ሰብ ዝፈልጦ የለን። ንሱ እዩ ከኣ እቲ ሓቀኛ ማንነቱ። ብድሕሪ ሰሓቑን ጸወቱን፣ ተሸከሞ ንሱን ኣምላኹን ጥራሕ ዝፈልጦ ብዙሕ ነገር ኣሎ።
ሰላም ሰላም ክቡራት ኣሕዋት ምሳኹም ዘለኹ ኣነ ሓውኹም ዴቪ ዕናን ሎማዓንቲ ሒዘልኩም መፅእ ዘለኹ ሕቶ እያ ኩሉ ግዜ ዘይትረዳእኒ ሕቶ ማለት እዩ ገለገለ ሰባት ሲ ኣብ ጭንቀት ኣብ ሓዘን ኣብ ስትረስ ኣብ ሕማቕ ኩነታት ከለካ ገዲፎምካ ዝኸዱ ሰባት ደሓን ምስ ኮንካ ኩሉ ምስ ሰገርካዮ ኩሉ ምስ ተረዳእካ ጥዑይ ህይወት ክትመርሕ ምጀመርካ ናትካ ዓለም ወኒንካ ክትነብር ምጀመርካ ድሕሪ ግዜ ተመሊሶምሲ የሕዋት ንኹን ኣብ መንጎና ዘሎ ንፍትሓዮ ዝብሉ ካብ ምንታይ እዩ እዚኣ ንዓ ዘይትርዳእኒ ፅቡቕ ህይወት ይነብር ኣሎ እሞ ንምንታይ ኣብ ሕማቕ ኩነታት ገዲፈዮ ኣብኡ ንምንታይ ጨምለቕለቕ ዘይብል ዝበል ሓሳብ እዩ ዘለዎም ኣብ ርእሶም ወይስ ቂምታ ከይህልዎ ውሽጢ እዮም ዝብሉ
ወረጋሕ ይበል ጉዳይ ዘይኮነ ያፌት ይበል ጋሕ ይበል ያወል ያወል ዝያዳይ ዓለመይ ናተይ ህያበይ ይበል ዶ
ሸላዒነይ እንታይ እዩ ዝገብር እንታይ እዩ ዝኾነ ሰብኣይ ክልተ እ?
ሰብኣይ ክልተ
ሰብኣይ ክልተ ክልተ ድዮም ሰብኡትኪ ኣንታ ሰብኣይ ክልተ ዝብላ ኣለኹዋ ሰብኣይ ሓደ ሰብኣይ ኮይኑስ ንክልተ ንክልተ ኣንስተን

ሰላም ብዙሓት ደቂ ኣንስትዮ እንታይ እየን ዝብላ ኣነ ብዙሕ ፍቅሪ እየ ዝህቦ ንሰብኣየ ወይ ድማ ነፍቃሪ እየ ብዙሕ እየ ዝህቦ ኣነ ብጣዕሚ እየ ዘፍቅሮ ኣነ ብጣዕሚ እየ ዘብለሉ እሱ ግን ኣነ ከምቲ ዝፅበይ ወይ ከምቲ ኣነ ዝደለዮ ገይሩ ግን ኣየፍቅረን እዩ በቃ እኹል ኣይኮነ እንተ ዝበኒ ዘሎ ይጎድለኒ ኣሎ ዝብላ ብዙሓት ኮምፕሌን ዝገብራ ፅሕፋ ለየን ወይ ብዙሕ ቮይስ መሰጅ እውን ይመፀኒ እዩ ካብ ክላይንተይ ከዓ ዝበዝሐ ዝረኽቦ ነገር ከዓ እዚ እዚ ግን ኩሉ ሓቂ ኣይኮነን ሓደ ናይታ ጓል ኤክስፔክቴሽን ላዕሊ ኮይኑ ይጸንሕ እምበር እቲ ወዲ ስለ ዘይገብር ዘሎ ወይ ከዓኒ ግዜ ስለ ዘይባ ዘሎ ስለ ዘየፍቅራ ዘሎ ኣይኮነን ግን እሳ ትጽበዮ ዘላ ፋንታዚ ወይ ኣብ ፊልም ዝረኣየቶ ድዩ ወይ ኣብ ርእሳ ቀሪጻቶ ዝጸንሐት ኣብ ሪሌሽንሽፕ ክትኣቶ ከላ እዩ ምስቲ ኣብ እምሮኣ ዘሎ ፒክቸር ወይ ድማ ስእሊ ምስኡ ማች ኣይገበረላ ምስኡ ሓደ ኣይኮነላን ማለት እዩ ዝበዝሐ ሽግር ኮይኑ ዝጸንሕ ግን ቋንቋ ናይ ፍቕሪ እዩ እቲ ወዲ ተባዕታይ ቋንቋ ናይ ፍቕሩ ጊፍት ምሃብ ይኸውን እታ ጓል ኣንስተይቲ ካለ ግዜ ኳሊቲ ታይም ምሃብ ይኸውን እሱ ብዙሕ ሰዓታት ሰሪሑ ንዓ ጊፍት ሒዝላ ይመፅእ ስለ ዘፍቅራ እዩ ጊፍት ሒዝላ መፅእ እሱ ንተፍቅራ ጓል ጊፍት ምሃብ ፅቡቕ ነገር እዩ ዝሓስብ እሳ ከዓኒ ጊፍቲ ናታ ናይ ቋንቋ ናይ ፍቕሪ ይኮነ ናታ ቋንቋ ናይ ፍቕሪ እንታይ እዩ ናታ ላንጎጅ ኦፍ ላቭ እንታይ እዩ እሳ ከዓኒ ግዜ ሂቡ ምስኣ ፅቡቕ ቃላት ምዝራብ ማለት እዩ ወይ ግዜ ሂቡ ምስኣ ምትንኻፍ ወይ ኣብ ሰብነት ኣብ ምትንኻፍ ምሕቋፍ ምስዓም ክኸውን ይኽእል እሱ ከዓ በቃ ይኑ ናቱ ናይ ፍቕሪ ቋንቋ እንታይ ይኸውን ምሕጋዝን ጊፍት ምሃብን ይኸውን ሽዑ ኣብዚ እንታይ የጋጥም ሚስ ኣንደርስታንዲን የጋጥም እሳ ሽዑ ስለ ዘይፈትወኒ እዩ ግዜ ዘይበሊ ዘሎ ስለ ዘይፈትወኒ እዩ ንዓይ ዘይተናኽፈኒ ደሎ ትብል ኖ ኢትስ ኖት ላይክ ዳት ቋንቋ ናይ ፍቕርኹም በበይኑ ስለ ዝኾነ ጥራይ እዩ። እዚ ከኣኒ ብምዝርራብ ኢኹም ክትዕርይዎ ትኽእሉ። So God bless you ቋንቋ ናይ ፍቕርኹም መጀመርያ ፍለጡ። ዝኾነ ሓገዝ ናይ ካውንስሊን ኦር ናይ ቴራፒ ኣገልግሎት እንተ ደኣ ደሊኽን ወይ ደሊኹም ኣብ ኢንስታግራም ቮይስ መሴጅ ስደዱለይ። ደቂ ኣንስትዮ ነዚ ነገር ተረድኣ። እዚኣ እታ እዛ እዚኣ ምስጢር እዚኣ ክትሕግዘክን ትኽእል እያ ኣብ ሪሌሽንሽፕክን። God bless you ቻው።
ጓሎም ከመይ ገይሮም መልሸማ ሪኢኹሞም ዶ ንሳ ካበይ ስድራይ ከጽርፍ ኣይደልን ዓደይ ከጽርፍ ኣይደልን ኣቦይ ከጽርፍ ኣይደልን ኤግዛክትሊ ንሳ እያ መልሲ እኽልቲ እያ
እኽልቲ እያ ንሳ እያ ሕጂ ጎስጒስናሉ ኢና ብፍላይ እዚ ናይ ስሬሲ ጎስጒስናሉ ኢና በቃ ደቂ ስሬ ኣንነት ኣይትግበሩ ኣብታ መገድኹም በቃ ኣንነት ኣየድልን እዩ ኣነ ኣነ የድልን እዩ በቃ ሰብ ክዛረበካ ከሎ ምስማዕ ሰብ ክብለካ ከሎ ምስማዕ ሰብ እኮ በዓል ውፅኡ ዝዛረቦ ዘሎ ሰብ እኳ በዓል ደፊሩ ዝዛረቦ ዘሎ ሰብ እኳ ከይፈርሐ ባዕሉ ዝዛረቦ ዘሎ ተረዲግ ማለት ሰብዚ ከይ ከይፈርሐ ከይረዓደ እዚ ክብሉን እዮም እዚ ክብሉን እዮም ክቆትሉን እዮም ክሃርሙን እዮም ከይበለ እኳ ዝዛረብ ዘሎ ሰብዚ ሰሚዕካ ምትግባር እዚ እዛ ጓለይ ጽኑዕ ርገጺ መዋእልኪ ነዊሕ እንጀራኺ ሰፊሕ ብውላድኪ ኩርዒ ብዓድኺ ኩርዒ ዳዕሮ ዓዲ ኣቦና ኢልናኪ ዳዕሮ ባቃ ዳዕሮ ዳዕሮ ቆሓይን ብፍላይ ደቂ ቆሓይንሲ ኣነ ሕማቅ ትገብር ጓል ቆሓይን ርእየ ይፈልጥኒ እቲ ሓቂ ነገር እየ ዝብለኩም ዘለኹ ጓል ቆሓይንሲ በቃ ኣይደነው ኣብዚ ኣብዚ ኤውሮጳ ጓል ቆሓይንሲ ጓል ቋሒን ኣብዚ ኤውሮጳ እየ ዝብለኩም ዘለኹ መወጽ የማን ብርየን የለዋን የመን የመን
ወይ ሓንቲ ኦሮሞ ንበርጌድ ንሓመዱ ጊፍቲ ትቕበሎ የላን ሞይቱ ወይ ንትግራወይቲ ይህብ ወይ ንኤርትራዊት ይህብ ዛስ ሞይቱ ኣይህብን እዩ ጭራሽ ሓደ በርጌድ ንሓመዱ ንስኻትኩም ግን መንደላይ ይገብረልኩም ሳክት የራስን መንደላይ ንበለ ሳክት ክዳን ኣስፊ መፅኡ ሕጂ በቃ መሸቀሊ ዲያንሰ ንሳ ይኸደል ትስዕስዖ መንደላይ ኪንግ ማሜ ኣይ ወደ ብሱር ኣነስ ማርያም ኣንታ ኢሳያስ ኣፈወርቂ ሰብ ዝዓዲ ድኽ እዝንኹም ቁርጢ ከፍለኩም ነይሩ ምሳኹም ደመሃለየ ነይሩ ከምዚ ኣፀፀረ እቲ ሻኹል መበለ ኮይኑ ይርግ ኢሳያስ ኣፈወርቂ ብዝብሉ ምሳኻትኩም ቦነት ማናይ ማንዛይ ረኺበየ ማናይ ማንዛይ ረኺበየ
ህይወት ምርጫ እያ ዝብልኻ ኣሎ ኣነ ግን ህይወት ክልቲኣ ኢለ እየ ዝኣምን ህይወት ክልቲኣ ኣበየናይ ዕድመ ኣየናይ ፐርሰንተጅ ይዛይድ ግን ኣይናይ ሚእታዊ ይልዕል ብመሰረቱ ህይወት ምርጫ እያ እንተይሉስ ብምርጭኡ ተፈጢሩ ክኸውን ከም ዘይክእል እቲ ሰብ ርግጸኛ እዩ። ብዕጭኡ ጥራይ ቅድሚ ምፍጣሩ ደው ኢሉ ዝተዘራረበ ዝተረዳድእ ምስ ፈጣሪ የለን። ስለዚ ብዕጫኻ ምስ መጻኻ ካብቲ ዓቕሚ ኣዳም ወይ ዓቕሚ ሄዋን ዝበጽሐትሉ ጓል ክትሓስብ ምስ ጀመረት ህይወት ንዝተወሰነ ግዜ ምርጫ ኮይና ትጸንሕ ማለት እዩ። ርግጸኛ ካብ ዝተወለድካሉ ክሳብ'ቲ ከም ሰብ እትሓስበሉ ግን እቲ ዝበዝሐ ፐርሰንተጅ ዕጫ እዩ ዝብል ወይ ናብ ዕጫ ውክልና ይዛዙ ኢለ እየ ዝሓስብ። ብድሕሪኡ ምርጫ ኮይና ህይወት ትኸይድ ትኸይድ ኣብዚ እውን እቲ ፐርሰንተጅ ናይ ምርጫ እዩ ዝበዝሕ እምበር ዕጫ ሓያል እዩ መለኮታዊ እዩ ዕጫ ዶክተር ንምዃን ኢልካ ምርጫኻ ኣብ ትምህርቲ ትጽዕር ናብ ኮሌጅ ትኸይድ ዕጫ ሓደገኛ እዩ። ምናልባት ኮይኑ ብዘይተፈልጠ ኣጋጣሚ ፋይናንሻል ጸገም ኮይንካ መምህር ክትቁጸር ትኽእል ኢኻ ስለዚ ዝነበረ ናትካ ምርጫ ዶክተር እኳ እንተኾነ ዕጫ ግን ሓያል ስለ ዝኾነ ናብ መምህር ኣውዲቕካ ሎሚ ዓዲ ናይ ታሕጓስ ኣስመራ ግን ተኸዲ ተሓቂልኪ ምጽ ደርፊ ይፈቱ እየ ግን ደራፊት ክኾን ኣይደልን ኣይትደልን ኢኺ
ትፈትውያ ደራፊ ደራፊት ወይ ደራፍ መን እዩ? ሚለን ሃይሉ ሚለን ሃይሉ ትፈትውያ? ብኸመይ ትፈትውያ ሚለን ሃይሉ?
እንዴ ፈትያ ናታ ስታይል ስለተተ ማለተይ ካልኦት ዋላነን ናቶም ስታይል እንዴም ዘምፁ እንደ ናታ ብፍሉይ ደስ ብለኒ ናይ ሚለን ሃይሉ ትፈትዊ ከመይ ስለ ትብልካ ትፈትውያ ሚለን ሃይሉ ዳ

ቪድዮ ዘርጊሐ ነይረ እንዳሰኣልኩ ኣብ ገዛና ተዘርጊሑ በቃ ብኸምኣ ዋላ ኣብ ገዛውትና ሕጂ ሚለን ሃይለ ከም ዝፈትዋ ስለ ዝፈልጡ ምሳክ እቶም ዓበይቲ ዳንኤል ገለ ወዲ ከሸለና ገለ
ሚለን ሃይሉ ትሰሚዓ እንድሕር ተሃሊኺ ቲፎዞ ናትክላ ኣብዚ ንእሽተይ ቆልዓ እሞ ትፈትዮ ደራፍኸ
እዋ

ሎማዓንቲ ሒዘልኩም መፅየ ዘለኹ ከዓ ዒስራ ዓመት ካብቲ ዘለኹሞ መንእሰይ ንእሽተይ ገይሩ ዘርኢ ናይ ገፅ ዮጋ እዩ ኣነ ኣብ ዓሰርተ ማዓልቲ ብጣዕሚ ዓብይ ለውጢ ዝረኣኹሉ ማለት እዩ ኣዚ ብጣዕሚ እዚ ጉምዕጉርተይ ብጣዕሚ ካብ ምግጃፉ እዚኣተይ ዓብይ መስመር እዩ ነይሩኒ ህጂ ክረእይኦ ኣብ ውሽጢ ዓሰርተ ማዓልቲ ዓቢ ለውጢ ኣምፂኡለይ ኣሎ እንድሕር በዚ ቀፂለ ከዓ እዚኣ ከምዚኣ ክትብልያ ማለት እዩ ከርእየኪ ዝበላ። Let's go ዲል ፈተና

ሕጂ ኩሉኩም ኣብ ክላፐር ዘለኩም ናብ ቲክቶክ ተመለሱ ሓበሻ ጥቅሚ የብሉን ኩሉ ደድሕሪ ፋራ ኣይትጉየዩ በጃኩም በዓል እዚኦም መን እዮም ዝበሃሉ ሃብን ሃብን ሽሙ ስኒት እዚ ሸላ ወዲ መዓሻ ድዩ ገለ እዚ ክልተ ሓሙሽተ ኣብኡ ሰሊ ርዩ ምሽክና ኢላ ተጸሊሉ ቀዳማይ ሃንግ ጀረሙን ኣካውንት ኣይገለ ፌክ ይብለኩም ኣለኹ ኣሜሪካ

እዚኣ መሊእኹም በጃኹም ናብ ድኾነ ኣብጽሑለይ ካብ ክላምፐር ተመለሱ እታ ሞኒካ ዓሻ ከኣ ተመለስ ምሳ እዛ ሪያክት ግበርያ በልያ ሞኒካ ዓሻ ብኣ ክጅምር እየ ኣቲ ብደይ ፊልተር ጽብቕቲ ስምዕኒ ካብኡ ውጪ ኣቲ በጃኸ ዓባይ ደሮስ በቃ ሕጫዊት ታሒዛ እንታይ ምባል ጫቑታ ሒዛ ትጠፍእ ባል ጫቑት ክዕስ ክጠፍኢኺ ንሕና ተዓዘብቲ ስኢና እዚ ክስዕል ጎደሎ ይደርፍ እሞ ኮመንት ድጽሕፈልና ንስእል ንጉሂ እብለኩም ኣለኹ ቻት ሓሪቐ ተሰሚዕኒ እዚኣ በጃኩም ሓደራ በዓል ወሳኒ ገለመለ ካሜራ ማን ኤዲት ጌርኩም ሟሕ ቡም ወላ ኣብ ዩቱብ ስቀልዋ ቡም ኣብጽሑሎም ንብድጻሕ ንመለስ ናብ ቲክቶክና ይራየልና ቪዶታትና ኣውሎ ዶ ክንብል ኣታ ብቲክቶክና ኣውሎ ኣውሎ እስከ ዕልል ዕልል በሉልና እስከ ላይክ ኮመንት እስከ ጽደዱልና ኣታ ኣታ እዚ ጥበብና ክነርእየኩም እስከ ተሓጉዙና ሸለል ሸለል ኣይትበሉና ዋይ ዝኣውሎ ክመጸልካ ከሎ እስከ ዘለዎታ ሸለል ሸለል ኣይትበሉና ከመይ ኣዝማሪኖ ቃቋው ደቢለ። ገለ ሰባትሲ ኣብቲ ዝሓሸ ቦታ በጺሖም እናተባህሉስ ግን ከኣ ዝሓሸ ሂወት ክገብሩ ዘይክትርእዮም ከለኻስ ንስኻ እንታይ ትብል ባእ ኣታ ተኾይኖም ኣታ ቁሩብ ኣነስ ኣብኣ ተዝህሉስ ቁሩብ ከምዚኣስ ምገበርኩ ነይረ ገለ ኢኻ ትብል ካብ ከምኡ ሓሳብ ዝመጸኒ ምኽንያቱ ብዙሕ ሰብ ኣሎ ብዙሕ ክገብር እናኸኣለ ብሰንኪ ኩነታት ብሰንኪ ቦታ ብሰንኪ ናብራ ብሰንኪ ናይ ሂወት ላዕልን ታሕትን ወላ ሓንቲ ክገብር ዘይከኣለ ማለት እዩ። ሕጂ እንታይ ክብለኩም ደልየ ማለት ኣነ ሕጂ ይኣኸሉ ርዳእኒ ከምዚ ናተይ ዝኾነ ከምዚ ክተቕርቡ ትደልዩ ከምዚ ናተይ ፓሽን ዘለኩም ኣብ ብዙሕ ነገር በቃ ተጨፍሊቕኩም ወላ ሓንቲ ክትገብሩ ዘይከኣልኩም ስባት ብዙሓት ኣለኹም። ግን እንታይ ክብለኩም ደሊ መሲልኩም ናይ ግዜ ሕቶ እዩ። ሓደ መዓልቲ ኩሉ ትደልይዎ ክትገብርዎ ኢኹም ጥራይ ዕድመን ጥዕናን

ለኪ መጥፋ ተጠፍየ ወዲ ሰበይቲ ገዲፈዮ ገዲፈዮ ወዲ ጎታ ዓርኪ ቆርባ ምሰላ ነይረ ደረጃ ደረጃ ኣይኮነትን ወይ ንዑ ጫማ ሳልሳይ ወራ ኩፉእ ዓሰርተ ዓመት ሲንግል ኩፉኤ ኩፉእ ፍቱሕ።
ክሳራ ጥራይ እምበር መክሰብ ዝብሃል ዘይብሉ ስራሕ ኣብ ዓለም ንኩሉ ዝረከብካዮ ሰብ ክተሕጉስ ምፍታን እዩ ንንኩሉ ሰብ ክትሕጉስ ኣይትክእልን ኢካ እቲ ምንታይ ሰብ ብነብሱ ባዕሉ ሕጉስ እንተዘይኮይኑ እስኻ ክተሐጉሶ ኣይትኽእልን ኢኻ ምኽንያት ፈጢሩ ክኹርን ክሓርቕን እዩ ስለዚ ኣብዚ ክሳራ ጥራይ እምበር መክሰብ ዝበሃል ዘይብሉ ስራሕ ኢነርጂኹም ኢንቨስት ኣይትግበሩ ኣብዛ ስራሕ እዚኣ ተሳቲፉ ዝፈልጥ ኣሎ ዲ እስኪ ኣብ ኮመንት ሴሽን ፀሓፉለይ ናብ ካልኦት ከዓ ሸር ግበርዋ ኣይ ላቭ ዩ ፒስ ኤን ላቭ ጋይስ